ሰላም ሰላም ሰላም ኣብ ርሑቕን ቀረባን ኮይንኩም ነዚ መደባት እትከታተሉ ኣብ ህይወትኩም ጥዕና ኣብ ስራሕኩም ኣሳልጦ ይምነየልኩም ንኩላትኩም ነቶም ሸር ብምግባር ሳብስክራይብ ብምግባር ተተሓባበሩን ሃኒ ብጣዕሚ እየ ዘመስግነኩም ማለት እዩ ሕጂ ንሎማዓንቲ ሒዘያ መፅእ ዘለኹ ማለት እዩ ብጠለባትክን መሰረት ማለት እዩ ቻለንጅ ክንጅምር ዶ እንተ ትደልያ ኮንክን ኢላ ሓቲተክን ንጀምር ንጀምር ኢልክን ብዙሓት ሰባት ማለት እዩ ሕጂ ቻለንጅ ክንጅምር ኢና ማለት እዩ ሎማዓንቲ ንቻለንጅና ዝኸውን ዘይቲ ኣሰራርሓ ከርእክን እየ ማለት ዘይቲ ክንሰርሕ ኢና ሎማዓንቲ ማለት እዩ ብዝተኻእለኒ መጠን ቅልጥፍ ቅልጥፍ ኢልና እቲ ቅድሚ ቻለንጅ ክንገብሮ ዘለና ነገር ቅድሚ ቻለንጅ ክንገብሮ ዘለና ነገር ቅልጥፍ ቅልጥፍ ኢለ ክስታይ ክገብሮ ክፍትን እየ ማለት እዩ ሽዑ ቀልጢፍና ናብ ናብ ቻለንጅና ክንኣቱ ኢና ማለት እዩ ሕጂ ሎማዓንቲ ዘይቲ ክንሰርሕ ኢና ፕላስ ንቻለንጅና ዝኸውን ሩዝ ማለት እዩ ከነዳሉ ኢና ማለት እዩ ሽዑ ፅባሕ ከዓኒ ማለት እዩ ሜቢ ድሕሪ ክልተ መዓልቲ ገለ ማለት እቲ ኣብ ቪድዮ ከዓ ይሰዳ ይኸውን ጨጉርና ከዓኒ ክንቆርፆ ኢና ጫፍጫፉ ማለት እዩ ከመይ ጌርና ብቐሊል ነገር ጨጉርና ጫፍ ጫፉ ንቖርጾ ከኣ ዳቆረጽክዎ ከለኹ ጨጉረይ ከኣ ከርእየክንየ ማለት እዩ ምኽንያቱ ጨጉርና ጫፍ ጫፉ ምቑራጽ ጨጉርና ንኽነውሕ ብጣዕሚ ስለ ዝሕግዞ ጫፍ ጫፉ ክንቆርጾ ኢና ማለት እዩ ቲንጭ ኣብ ቻለንጅ ክንኣቱ ንደሊ ሰባት ማለት እዩ ፕላስ ኣብ ቻለንጅ ክሕወሳ ዝደልያ መሓዙትክን ወይ ፈለጥትኽን ቤተሰብክን ዝኾነ ዝደሊ ሰብ ማለት እዩ ሸር ግበራለን እሞ ኣብ ቻለንጅና ንሕወሳ ማለት ብሓንሳብ ጀሚርና ብሓንሳብ ክንውድእ ማለት እዩ ዋላ ኣብ መንጎ ክባን ተደልየን እንዳኣተዋ እንዳኣተዋ ክኸዳ ክኽእላ እየን ማለት እዩ እሰን ንሕና ሰለስተ ወርሕና ክንውድእ ከለና እሰን ከዓ ሰለስተ ወርሐን ይውድኦ ማለት እዩ ዋላ ድሕሬና ክውድኦ ክኽእላ እየን ማለት እዩ ሕጂ ሎማዓንቲ ዘይተሰራርሓ ርክኒ ናብ ዘይተኣሰራርሓና ንሕለፍ ማለት እዩ ተኸታተላኒ። ሕጂ ዘድልየና ነገር ማለት እዩ እዚ ቅንፍር እዚ ከዓኒ ኣበሱዳ እዚ ከዓኒ ጅንጅብል ማለት እዩ ሓፂበ ኣንቂፀ ቀሪፈዮ ከምዚ ገይረ ኣድቅቕ ኣቢለ ጣውላ መንተር ሽጉርቲ ገይረ ኣድቂቐ መቲረዮ ማለት እዩ ሕጂ እዚአን ኣበሱዳንን እዚአን ቅንፍርን ከዓኒ ኣብዚ ናይ ቡን መጥሓኒ ገይረ ቁሩብ ኣኸርክር ኣቢለ ክጥሕኑ እየ ማለት እዩ ምንቲ ፅቡቅ ገይሩ

ጂቲኤ ኣብ ሱዳን ቅንፍርን ማለት ከምዚ ገይረ ኣኸርክር ኣቢለ ማራ ከየድ ኮንኩ ከምዚ ገይረ ኣለኹ ማለት እዩ ምስቲ ዝንጅብል ገይረ ሕጂ እዚ ዘይቲ ዘይቲ ድሳባ ማዕክን ዘይቲ ክትገብራ ተደሊኽን ኣቮካዶ ተደሊኽን ኦሊቭ ኦይል ተደሊኽን ሓዋዊስክን እንድሕር ዳኣ ኣቮካዶን ኮኮነት ኦይልን ዘይትረኽባ እንድሕር ኮንክን ምናልባት ሕጂ እዚአን ኣፍሪቃ ደለኽን ገለመለ ማለት እዩ ካብቲ ዘይቲ ንፀብሕኽን ትጥቀማሉ ዝኾነ ዘይቲ ይኸውን እዩ ማለት እዩ ካብቲ ንፀብሕኽን ትጥቀማሉ ካብኡ ጌርክን ክሰርሓ ትኽእላ ኢኽን ማለት እዩ ጅበ እያ ከምዚ ገይረ ሕውስውስ ኣቢለ ኣለኹ ማለት እዩ ዝንጅብል ቅንፍር ዘይቲ ከዓ ማለት እዩ ሕጂ ግድን ኣይኮነን ኮኮነት ኦይል ወይ ከዓ ኦሊቭ ኦይል ክኸውን በቃ ዘለክን ኣብ ገዛኽን ምግቢ ትጥቀማሉ ዝኾነ ክትጥቀማ ትኽብላ ትኽእላ ኢኹም ዋላ ቬጀቴብል ኦይል ይኹን በቃ ዘለክን ዝረኸብክኖ ናይ ፀብሒ ትጥቀማሉ ይኸውን እዩ ማለት እዩ ሕጂ ከምዚኣ ገይረ ኣትሕት ታቢለ ክስኽትታ እየ ማለት እዩ ሕጂ ብጣዕሚ ለው ገይረ ክውልዓ እየ ማለት እዩ ሕጂ ክፅበያ ከምዚኣ ገይረ ስጋ ትፈትሐለይ ክፅበያ እየ ማለት እዩ ሕጂ ኣነ እዚ ንዓይ ኢለ ምሽ ሰሪሐዮ ኣለኹ ንሓደ ሰብ ንዓይ ኢለ ማለት እዩ ንሰለስተ ወርሒ ይኣኽለኒ ኢለ ገይረዮ ኣለኹ ማለት እዩ ተወዲእኒ ካነ ክሰርሕ እየ መንጎ ማለት እዩ ሕጂ ንስኽን ከዓኒ ከም ብዝሒ ሰብክን ኢኽን ገብርኦ ማለት እዩ ሕጂ ንኽልተ ሰብ ድዩ ንሰለስተ ሰብ ድዩ ብዙሕ ጌርክን ትሰርሓ ማለት እዩ ምእንቲ ንሰለስተ ወርሒ ሙሉእ ሓንሳብ ዝሰራሕክን ክስታይ ከይትኾና ቢዚ ስራሕ ትኾና ገለ ትኾና ሲ ሕጂ እሱ ኣብ ግምት ኣእትዩ ከም ስርካዊ ማለት እዩ ሕጂ ዘይቲ ተወሰክናሉ እቲ ዓቀኑ ከዓ ናይቲ ጅንጅብልን ኣብ ሱዳን ቅንፍርን ከዓ ኣብዝሕ ተብልኦ ማለት እዩ ንክልተ ሰብ ድዩ ንሰለስተ ሰብ ድዩ ክስታይ ትገብራ ማለት እዩ ተተወዲእክን ከዓ ኣብ መንጎ ክሰርሓ ከዓ ትኽእላ ይኹን ማለት እዩ ሕጂ እንድሕር ደኣኒ ጨጉርኽን ልስሉስ ኮይኑ ማዕረ ዋላ ክትገብርኦ ትኽእላ ኢኽን እቲ ኣበ ሱዳን እቲ ጅንጅብልን ትቕንፍርን ማዕረ ዓቐኑ ክትገብርኦ ትኽእላ ኢኽን ድሕር ጨጉርኽን ብርቱዕ እዩ ብርቱዕ እዩ ከደርቀና እዩ ትብላ እንድሕር ደኣ ኮይንክን ግን እቲ ኣበ ሱዳ ተብዝሐኦ ማለት እዩ እቲ ጅንጅብልን ቅንፍርን ከዓኒ ውሕድ በለ ትገብርኦ ማለት እዩ ሕጂ ኣነ እቲ ኣበሱ ደኣ ኣብዝሓ ኣቢለዮ ኣለኹ ማለት እዩ ምክንያቱ ጨጉረይ ከየድረቐለይ ማለት እዩ ኣበሱ ደኣ ልስልስ ስለ ዘብሎ ማለት እዩ የለስልሶ እዩ ንክብሩ ፅቡቅ እዩ ፕላስ የንውሖ የብዝሖ እዩ ጨጉረ ሕጂ ከምዚኣ ኢላ ቀስ ኢላ ክስታይ ክትብለለያ ከመይ ምስ በለት እየ ከወርዳ ከዓኒ ከርእየክኒ ማለት እዩ ሕጂ ርእዮ ከምዚ ኢሉ ክስታይ ኮይኑ ኣሎ ማለት እዩ ፈሊሕለይ ኣሎ ከምዚ ኢሉ ሕጂ ሕጂ ረኣዩ ከምዚ ኢሉ ፈሊሕለይ ኣሎ ሕጂ ከጥፋየ እየ ማለት እዩ ከምዚ ሸርኽርኽርኽርኽ ምስ በለለይ ሕጂ ከጥፍኦ እየ ማለት እዩ

ክጽበዮ እየ ማለት እዩ ዋላ ከምዚ ኢሉ ተሓዲርክን ከማነይ ዝበለጸ እዩ ማለት እዩ ጽቡቅ ጌሩ ይወሃሃድ ማለት እዩ ተዘይ ኮይኑ ከኣ ስጋብ ዝዝሕል ተጸቢክን ከኣኒ ትግምጥለኦ ማለት እዩ ሓንቲ ስጋብ ዝዝሕለለይ ሕጂ ኣጥፊኤያ ኣለኹ ስጋብ ዝዝሕለለይ ክጽበዮ እየ ማለት እዩ ሕጂ እዚ ሒልለይ ኣሎ ማለት እዩ ሕጂ ክግምጥሉ እየ ማለት እዩ ሕጂ ወላ እንድሕሪ ሕዲርክኖ ዝበለፀ ማለት እዩ ድሕሪ ሕዲርክኖ ንፅባሒት ክትግምጥሎ ትኽእላ ኢኹ ሕጂ ኩሉ ትጥቀማሉ ነገር ግን ንቑፅን ፅሩይን ክኾን ኣለዎ ማለት እዩ ምክንያቱ እቲ ዘይቲ ሓንሳብ ምስ ተሰርሐ ነዊሕ ምእንቲ ትጥቀማሉ ማለት እዩ ከይተባላሸው ትፀንሕ ማለት እዩ እዚ ነዊሕ ግዜ ክትጥቀማሉ ትኽእላ ኢኽን ኣብዚሕክን ክሰርሓ ከዓ ትኽእላ ኢኽን እንተደሊኽን ማለት እዩ ረእዮ ሕጂ እዚ ናይ ኣብ ሱዳ ጅንጅብል ፕላስ ቅንፍር ዘይቲ ኮይኑ ኣሎ ማለት እዩ ሕጂ ኣብ ድሽየጥ ኣሎ ግን ክቡር እዩ

ብጣዕሚ ፅቡቅ ዘይቲ ማለት እዩ ንየትኩም ጥቀሙ ዝኮነ ይኹን ቀንዲ ግን ቻለንጅና እዩ ማለት እዩ ሕጂ ቻለንጅ ምጀመርና ከዓኒ ከመይ ገይረ ከም ዝጥቀመሉ ከዓኒ ከርእየክን እየ ማለት እዩ ብጣዕሚ ፅቡቅ ዘይቲ ማለት እዩ ያ ሕጂ ረያ እዚ እዚ ማይ እቲ ማይ ቡምባ ማለት እዩ ምስ ውዓይ ማራ ምስ ውዓየ ካብኡ ኣምፀየ ኣለኹ ማለት እዩ ማራ ምስ ውዓየ ማለት እዩ እዚኣ ከዓኒ ሓንቲ ኩባያ ሩዝ ዝኾነ ሩዝ ኣብ ገዛኽን ዘለክን ሩዝ ማለት እዩ ሓፂበዮ ማለት እዩ ኣብ ቡምባ ሓፂበዮ ሓንቲ ኩባያ ሩዝ ኣብዚኣ ውዒቲ ማይ ከእትዋ እየ ማለት እዩ እዚ ሕጂ ብድሮ ክተዳልዎ ስለ ዘለኪ ነይ ስታይ ትገብሪ ኣለኹ እቲ ማይ ሩሲ ክቦኩዕ ስለ ዘለዎ ኣትሊስት ተዋሓደ ማለት እዩ ዕስራን ኣርባዕተን ሰዓት ክጸንሕ ስለ ዘለዎ ተኣሊኹ ድሕር ክስርሓልና ኮይኑ ከምኡ ስለ ዘለዎ እየ ኣቐዲም ክስታይ ትገብሮ ዘለኹ ማለት እዩ ሕጂ ተዳሊኽኖ ጽቡቕ ማለት እዩ ሕጂ ተዳልየ ክንኦ ሰለስተ መዓልቲ ኣርባዕተ መዓልቲ ምስ ገበርቲ ተጠቂፍናሉ ፅቡቅ ተደይኮነ ግን እንተወሓደስ ብድሮ ማለት እዩ ብድሮ ከምዚኣ ጌርክን ተኣል ከዓ ማለት እዩ እንጂ ከምዚኣ ጌረ የሕቅቀ የሕቅቅ ከብላ እየ በቃ ከምዚኣ ጌርና ማለት እዩ ከዲና ነቅምጦ ኣብ ደገ ማለት እዩ ኣብ ደገ ኣብ ፍርጃ ይነእትወን ኢና ኣብ ደገ ክፀንሓልና እዩ ማለት እዩ ሕጂ እዚ ምስቲ ማስክ ኢና ክንጥቀመሉ ኣብ ሰሙን ሓንቲ ግዜ ማለት እዩ ምስቲ ማስክ ንጥቀመሉ ከርእየክን እዩ ከመይ ጌርና ክንጥቀመሉ ከምዚኣ ጌርክን ኣሊኽክን እንተሓዲርክን ማለት እዩ ፅቡቅ እዩ ሕጂ እዚ ንሓንቲ ግዜ ዘይኮነ ንብዙሕ ግዜ ከገልግለና ኣብ መንጎ ተተወዲእና ከዓ ከምዚኣ ጌርና ንኣልኽ ማለት እዩ ሕጂ እዚኣ ስታይ ትብልናያ ግዜ ትወስድንያ ጃስት ማይ ማይን ሩዝን ምእላኽ ማለት እዩ ኣይነፍልሖን ኢና ወላ ሓንቲ ንገብረሉ ኢና ማለት እዩ ኢዚ ቀሊል ምእንቲ ክኾነልክን ኢና ከምዚ ንገብረ ዘለና ማለት እዩ ሕጂ እቲኣ ደዳሊ ዝኾነ ዘይት ኣሰራርሓ እዚኣ ትመስል ነይራ ፅባሕ ከዓኒ ወይ ድሕሪ ክልተ መዓልቲ ገለ ኣቢለ ይሰዳኸ ይኸውን ጨጉርና ክንቆርፆ ኢና ፕላስ ነቲ ቻለንጅ ዘድልየና ነገራት ከዓኒ እቲ ማስክ ንጥቀሙ ማለት ዘይቲ ኦረዲ ሰሪሕና ኣለና ማለት ትሪእኹኖ ኣለኽን ሕጂ ፅባሕ ማይሚን ድሕሪ ክልተ መዓልቲ ዝሰዳ ቪድዮ ግን ከዓኒ ጨጉርና ከመይ ጌርና ንቆርፆን ነቲ ቻለንጅና ንማስክ ዝኸውን ቀሊል ነገር ቀሊል ዋላ ቢዚ ኮይንክን ስኒ ክትገብርኦ ትኽእላ ነገር ከርእየክን እየ ማለት እዩ ሽዑ ሕደ ማስክ እንዳገበርና ዘይቲ ኦረድ ሰሪሕና ኣለና ሕደ እንዳተለኸና ብሓንሳብ ክንከይድ ኢና ማለት እዩ ንሎምዓንቲ እዚኣ ሒዘያ መፅየ ዝነበርኩ መደብ ማለት እዩ እንድሕር ፈቲኹኖ እንድሕር ኣብዚ ቻለንጅ ክሕወስ ዝደሊ ሰብ እንድሕር ኣሉ ከዓኒ ሸር ግበራሉ ፈቲኽና ክትኮና ናይ ሎምዓንቲ መደበይ ብጣዕሚ ተስፋ ይገብር ማለት እዩ ካልእ መዓልቲ የራኽበና ኣብ ጠቓሚ ዝበልክዎ ቪድዮ ማለት እዩ ባይ